ታሪኻዊ ጽሑፋት ዛንታታት ናይ ቀደም ንስነ ፍልጠት ኩሉ ምዕባለ ናይ ዓለም

ተመራመርቲ ወይ ጸሓፍቲ ታሪኽ ቁሩብ ገሊጽካ ኔርካ ኣብቲ ናይ መጀመርያ ሕቶ። ሕጂ እቶም ጸሓፍቲ ታሪኽ ዝበሃሉ ብዛዕባ ጀበርትት እንታይ እዮም ጽሒፎም? ንስኻኸ ብኸመይ ኢኻ ብኸመይ መንገዲ ኢኻ ኣብቲ መጽሓፍካ ተጠቒምካሎም ዘለኻ? እዚኣ ተብርሃልና።
እወ ሕራይ ጽብቕቲ ሕቶ። እንታይ ገይረ እዛ መጽሓፍ ክጽሕፍ ከለኹ ዝኾነ ኣብዛ መጽሓፍ እዚኣ ከልዕሎ ዝተበገስኩ ነጥቢ ዝኾነ ብዛ መጽሓፍ እዚኣ ከልዕሎ ዝተበገስኩ ሓሳብ ወይ ዝኾነ ብዛ መጽሓፍ እዚኣ ከልዕሎ ዝተበገስኩ ጭብጢ ብመወከሲ ክኸውን ኣለዎ ኢለ ተበጊሰ ሕጂ ምክንያቱ እንታይ ማለት እዩ ሕጂ ብዛዕባ ጀበርቲ ክጽሕፍ ከለኹ ትራዲሽናሊ ብኣፈ ታሪክ ብሰባት ብገለ ትሰምዖ ኣሎ እንድዩ ግን ዝያዳ ብመወከሲ ፅሒፍ ኣራጒትካ ክትፅሕፎ ከለኻ ወይ ብመወከሲ ፈቲሽካ ክትፅሕፎ ከለኻ እቲ ዝያዳ ክስተ ይኸውን ማለት እዩ ታሪክ ይኸውን ማለት እዩ ስለዚ እንታይ ገይረ ካብቶም ክጥቀመሎም ኣለኒ ኢለ ዝሓሰብኩም መፅሓፍቲ ሓደ ናይ ነዊሕ ግዜ ዝኸዱ ክኾኑ ኣለዎ ማለት ኣብ ዝተፈላለዩ መድረኻት ድሕሪት ተመሊስና ብዛዕባኡ ዝፀሓፉ ብቐጥታ ብኣካል ዝነበሩ ፀሓፍቲ ወይ ቀረባ ካብቲ ግዜቲ ዝነበሩ ፀሓፍቲ ነዚኣቶም ከለሊ ኣለኒ መጀመርታ ሕጂ እዚኣቶም ኣየኖት እዮም መብዛሕቱ ግዜ እቲ ብዓረብ ዝተጻሕፈ ኢኻ ትረክብ እዚ ሕጂ ብዙሕ ግዜ ብዛዕባ ከባቢና ብዛዕባ ቀርኒ ኣፍሪቃ ቀይሕ ባሕሪ ንዚ ናይ ኤሪትሪያን ኢትዮጵያን እትረኽቦ ብቋንቋ ዓረብ ዝተጻሕፉ ጽሑፋት ኢኻ ትረክብ ብዙሓት እንተኣሽሙ ኣለዎ ማለት እዩ ካብኡ ሽዑ ብዛዕባ ጀበርቲ ዝተጻሕፉ መጽሓፍቲ ኢለ ክፍትሽ ከለኹ ግን ብቐጥታ ብዛዕባ ናይ ጀበርቲ ናይ በይኑ ዝተጻሕፈ መጻሕፍቲ የለን። እቲ ዝረኸብኩዎ መጻሕፍቲ እንታይ እዩ ብዛዕባ ታሪኽ እስላምን ሙስልሚንን ኣብ ቀርኒ ኣፍሪቃ ኣብ ዝተጻሕፈሉ እዋን ብዛዕባ ጀበርቲ ዳርጋ መብዛሕቶም ጀበርቲ ይጠቕሱ። ስለዚ እዚ ሓደ እቲ ሓደ እቲ ቀዳማይ ነገር ማለት እዩ። ካልኦት ከኣ ብዛዕባ ሕብረተሰባት ኣቢሲንያ ዝጸሓፉ ናይ ምዕራብ ጸሓፍቲ እውን ወሲኽካ ማለተይ እየ ብዛዕባ ጀበርቲ ይጠቕሱ። ስለዚ ሕጂ ክልተ ሸነኻት ናይ ታሪኽ ጸሓፍቲ ኣለዉና ማለት እዩ። እቲ ቀዳማይ ሸነኽ እቶም ብቋንቋ ዓረብ ዝጸሓፉ ጸሓፍቲ፣ በቲ ካልኣይ ሸነኽ ከኣ እቶም ምዕራባውያን ጸሓፍቲ ብዛዕባ ኣቢሲንያ ወይ ብዛዕባ ሓበሻ፣ ምድረ ሓበሻ ተባሂሉ ዝፍለጥ ብዛዕብኡ ዝጸሓፉ ጸሓፍቲ ትረክብ ማለት እዩ። ሕጂ ካብኡ ናብኡ ጸሓፍቲ እንታይ እዮም ዝገብሩ? ባዕላቶም ከም ፊልድ ሪሰርች ከይዶም ወይ ዝተዓዘብዎ ይጽሕፉ። ኣዘ ሴም ታይም ኣብ ነብሱ ኣብ ሽዑ ከዓ እንታይ ይገብሩ? ምስኡ ሓዊሶም ከዓ ካልኦት ጸሓፍቲ ቅድሚኦም ዝነበሩ ጸሓፍቲ ዝጸሓፍዎ ብዛዕባ እቲ ንሳቶም ዝጽሕፍዎ ኣርእስቲ ከኣ እንዳጠቀሱ ክስቶ ከምዚ በሎ ኢሎም ከኣ ይጽሕፉ ማለት እዩ ስለዚ ሕጂ እዛ ናይ ጀበርቲ ክትመጽእ ከላ ብዙሓት ጸሓፍቲ ዝጠቅስዎ ንመን እዩ ንኣልመቅሪዚ እዩ ኣልመቅሪዚ ሕጂ ኣብታ ኣልኢልማም ቢኣክባር መን ቢኣርዲ ኣልሓበሻ ምን ምሉክ ኣልእስላም እያ ትብል መጽሓፍ ዝጸሓፋ ኣብኣ ሕጂ ብዛዕባ ጅብርቲ ይጠቅስ ማለት እዩ እንታይ ሕጂ ዜናታት ብዛዕባ ካብ ምድሪ ሓበሻ ማለት እዩ ኣብ ምድሪ ሓበሻ ዝርከቡ ነገስታት እስላም እያ እታ መጽሓፍ ማለት እዩ ሕጂ ብቐንዱ ከምቲ ኣርእስታ ብዛዕባ ነገስታት እስላም ኣብ ምድሪ ሓበሻ ዝርከቡ ነገስታት እስላም እዩ ኣልመቕሪዚ ጽሒፉ ማለት እዩ መዓስ እዩ ጽሒፉ ኣልመቕሪዚ ቅድሚ 600 ዓመት ኣቢሉ እዩ ሽሕን ኣርባዕተ ሚእትን ገለን ኣቢሉ እዩ ጽሒፍዋ እታ እታ መጽሓፍ ኣብኣ ሕጂ ብዛዕባ ምንታይ እዩ ዝዛረብ ብዛዕባ እዞም ኣብ ደቡባዊ ምብራቕ ኢትዮጵያ ዝነበረ ንግስነታት ናይ መምለካታት ናይ እስላም መምለካታት ዘይላዕ ተባሂሉ ዝፍለጥ ዘይላዕ ማለት ከዓ ሓንቲ ወደባዊት ከተማ ኮይና ኣብ ዶብ ጅቡትን ሶማልን ትርከብ እያ። ዘይላዕ ትበሃል ፍልጥቲ እያ። ፍልጥቲ ከተማ እያ፣ ወደብ እያ ማለት እዩ። ሕጂ ኣብ ትሕቲኣ ሽዱሽተ ደን ሸውዓተ መምለካታት ነይረን። ብዛዕባአን እዩ ሕጂ ዝዛረብ፣ ብዛዕባ ኣብተን መምለካታት። መምለካታት ማለት በቲ ሽዑ እዋን እንድዩ ንኣሽቱ ምምሕዳራት ማለት እዩ። ከተማታት እውን ክኾና ክእላ ቦታታት ዓድታት ክኾና ክእላ ግን ሰንተርስ ማእከላት ማለት እዩ ብመምለካታት ተባሂለን ፍልጣት ተናተን ክስታይ ከዓ ኣሚራት ወይ ንጉሳት ተባሂሎም ይጥቀሱ ማለት ሕጂ ብዛዕባ እዚአን እዩ ፅሒፉ ኣልመቅሪዚ እቲ ቀንዲ ፅሑፍ ናይ ኣልመቅሪዚ ማለት እዩ ሕጂ ኣብኡ እንዳፀሓፈ ከሎ ብዛዕባ ኢፋት ይፅሕፍ ኢፋት ሕጂ እታ ቀንዲ ፍልጥቲ ከተማ ነይራ ኣብተን ኣብተን ሸውዓተ ዝጠቐስክወን ኣብተን ሸውዓተ ዝጥቀሳ መብዛሕትኡ ግዜ ማለት እዩ ደዋሮ ባሊ ገለ ገለ ዝበሃላ ካብኣተን እታ ኢፋት ሕጂ እታ ፍልጥቲ እያ ፍልጥቲ ከተማ እያ ብዛዕባኣ ይዛረብ ሕጂ ብዛዕባ ኣብ መሰራርታ ናታ ይዛረብ እቶም ናታ መስረትቲ ሃሽሚይን ምንባሮም ካብ በኑ ዓቂል ምዃኖም ንሳቶም ከም ዝመስረትዋ እታ ቦታ ጀበርቲ ከም ትበሃል፣ በቲ ናታ ስም ከኣ እቶም ኣብኣ ተቐመጥቲ ከኣ ጀበርቲ ከም ዝተባህሉ ኢሉ ይጠቅስ። ስለዚ ክልተ ግዜ እዩ ዝጠቅስ ኣልመቕሪዚ ኣብቲ ጽሑፉ ብዛዕባ ጀበርቲ። ሓደ እታ ቦታ እዞም ሃሽሚን ዝሰፈሩላ ቦታ ፍልጥቲ ከተማ ኣብቲ ሽዑ እዋን ጀበርቲ ከም ትበሃል፣ እቶም ሰባት ከኣ ብሽማ ከም ዝተጸውዑ ጀበርቲ ከም ዝበሃሉ እዜን ይጠቅስ። ካልእ ዝኾነ ነገር ኣይዛረብን እዩ ኣልመቕሪዚ ብዛዕባ ጀበርቲ። ብዛዕባ እቶም። ህዝቢ እዩ ዝዛረብ ብዛዕባ እቶም እስላም ኣብዘን ሸውዓተ መምለካታት ዝነበሩ እንታይ ሓይሊ ነይርዎም ወተሃደራዊ ሓይሊ እንታይ ዓይነት መሳጊድ ነይርዎም እስልምናኦም ክሳብ ክንዲ ምንታይ ሓያል ነይሩ ምስቶም ናይ ክርስትያናዊ ሓይሊ ብሰሜን ዝነበሩ ምስኣቶም እንታይ ዓይነት ርክብ ነይርዎ ምስኣቶም ካብኣቶም ዝመፀ ዝነበረ ወራራት ምስኣቶም እንታይ ዓይነት ኩናታት የካይዱ ነይሮም በዓል መን ነይሮም ኣሚራት ብዛዕባኡ እዩ ዝዛረብ ኣልመቕሪዚ ስለዚ ኣነ ሕጂ ካብ ኣልመቕሪዚ ብዙሕ ተጸብየ ነይረ ማለት እዩ ብዛዕባ ጀበርቲ ምክንያቱ ብዙሕ ስለ ዝጥቀስ ማለት እዩ ኣንፎርቹኔትሊ ግን እተን ዝረኸብክዎ እንታ መሬት ጀበርቲ ትበሃል እቶም ሰባት ከዓ ጀበርቲ ይበሃሉ እሳ እታ መግለፂት እዚ ኣልመቕሪዚ ማለት እዩ ካልኣይ ንረኽቦ ኣልመስዑዲ ኣልመስዑዲ ኣብ ታሽዓይ ክፍለ ዘበን እዩ ዝጽሕፍ ነይሩ፣ ሽዱሽተ ሚእቲ ዓመት ቅድሚ ኣልመግሪዚ ማለት እዩ። ሕጂ እዚ ፕሮባብሊቲ እቲ ቀዳማይ ክኸውን ኣለዎ ብዛዕባ እቶም ናይዛ ምድሪ ኢፋት ሃሺማውያን ምዃኖም ካብ ዓቂል ዝውለዱ ምዃኖም ዝጠቐሰ ማለት እዩ ኣልመስዑዲ ንሱ ሕጂ ብዛዕባ እዛ ኢፋት ንብላ ዘለና ጀበርታ ተባሂላ ትጽዋዕ ነይራ ኣዝያ ካብተን ሸውዓተ እታ ዝዓበየት እታ ዝበለጸት ግንንቲ ነይራ ኣብቲ ሽዑ እዋን ይብል። እቶም ሰባት ግን በታ ሽም ናይታ ቦታ እዮም ጀበርቲ ዝበሃሉ እምበር ጀበርትስ ከምዚ ሳጓ እዩ እዩ ዝብል ንሱ። ሕጂ ንምዕባለ ናይታ ከተማ ነቲ ደረጃ ሽዑ ዝነበርትሉ እታ ከተማ ንዕኡ ክለይም ንምግባር ግን በቲ ናታ ኣልጀበርቲ ይበሃሉ ይብል ኣልመስዑዲ ማለት እዩ ሕጂ ስለዚ እታ ጀበርቲ ንሱ እውን ሕጂ ምስታ ቦታ ይጠቕሳ ማለት እዩ ስለዚ እዚ ኣልመስዑዲ ማለት እዩ ካብ ኣልመስዑዲ እውን ካብኡ ሓሊፉ ካልእ ንረኽቦ ነገር የለን ማለት እዩ ካልእ ዝጥቀስ ዝያዳ ኣሕመድ ኣልኣዝሃሪ እዩ እዚ ኣልጀዋሂር ኣልሓሳን ኣልጀዋሂር ኣልሓሳን

ኣብ ምድሪ ሓበሻ ኣብ ንጉስ ኣስሓማ ዝተዓቕቡ ብዛዕባኦም እዩ ዝገልጽ ብዛዕባኦም እዩ ዝያዳ ዝገልጽ ኣብቲ ምድሪ ሓበሻ ንጉስ ኣስሓማ ከመይ ገይሩ ከም ዝተቐበሎም ክንደይ ዓመት ከም ዝገበሩ ብዛዕባኦም ይገልጽ ንጉስ ኣስሓማ ምስቶም ምስቶም ምስቶም ምስቶም ኣስሓብ ናይ ረሱል ጥቡቕ ዝምድና ከም ዝነበሮ ይዛረብ ንጉስ ኣስሓማ ዝመስለመሉ እቲ መወዳእታ እቶም 16 ዓመት እዮም ገይሮም ኣብተን ክምለሱሉ ክምለሱለን ዝቐረቡ ክልተ ዓመታት ሽዕኡ ከም ዘመስለመ ንጉስ ኣስሓማ ይዛረብ ንሱ ብዛዕባ ንጉስ ኣስሓማ ንኣልረሱል ወኪሉ ምስ ኡም ሓቢባ፣ ሰብኣያ ምስ ሞተ ኡም ሓቢባ ብንት ኣቢ ሱፍያን ዓቕዲ ዘግበረ ኣስሓማ ምዃኑ ይገልጽ ማለት እዩ። ካብኡ ዝረኽብክዎ እዩ። ብዛዕባ ኣብርሀት ትበሃል ሰራሕተኛ ናቶም ከም ዝነበረት እውን ኣብኡ ይዛረብ ማለት እዩ። እዚታት ይገልጽ ማለት እዩ እዚ ኣሕመድ ኣልኣዝሃሪ ካብኡ ሓሊፉ ብዛዕባ ጀበርቲ ዝፅሓፎ እንታይ እዩ ኣልመቕሪዚ ከም ዝበሎ ኢሉ ነቲ ናይ ኣልመቕሪዚ ዘረባ እዩ ዝደግም ማለት እዩ ስለዚ ሓድሽ ነገር ብዛዕባ ናይ ጀበርቲ ኣብዛ መፅሓፍ እዚኣ እውን ኣይረኸብኩሉን እንትርፎቲ ብዛዕባ ናይቶም ሰሓባን ናይ ንጉስ ኣስሓማን ኣቀባብላ ናቶምን ናቶም ምስላምን ምስኦም ዝነበሮ ዝምድናን ዝምልከት እዩ ዝያዳ ፎከስ ገይሩ ዝዛረብ ማለት እዩ ብድሕሪ ዩሱፍ ኣሕመድ ዝበሃል ጸሓፋይ እዚ ጸሓፋይ እዚ ናይ ብሓቂ ኣብቲ ክጽሕፍ ከለኹ ናይ ኣተሓሳስባ ሂንት ዝሃበኒ ጸሓፋይ እዩ እዚ ኣልእስላም ፊልሓበሻ ኢሉ እዩ ዝጸሓፈ ዩሱፍ ኣሕመድ ኣልእስላም ፊል ሓበሻ ብሽሕን ትሽዓተ ሚእትን ሰላሳን ሓሙሽተን እዩ ጽሒፍዋ እታ እታ መጽሓፍ ኣዝዮም ኣገደስቲ ሕቶታት የልዕል ክትመራመረሎም ዘለካ ሕቶታት የልዕል ብጣዕሚ ጽቡቓት ሕቶታት ሕጂ ንሱ ብዛዕባ ምቕባል ናይ ኣስሓብ ረሱል ብነጃሺ ይዛረብ እንታይ ይብል ንሱ ግን ሕጂ እቲ ሓፈሻዊ ኩነታት ናይቲ ከባቢ ይብል ነቶም ኣስሓብ ናይ ረሱል ሙቹእ ኣይነበረን ይብል ተጻባኢ ከም ዝነበረ ይገልጽ እቲ እንኮ ሰብ እቲ ሓደ ሰብ ነዞም ኣስሓብ እዚኦም ተቐቢሉ ዝተኸላኸለሎም ንነብሱ እውን ኣብ ሓደጋ ዘውደቐ እቲ ንጉስ ጥራይ እዩ ይብል ሰብ ሕጂ ንጉስ ኣስሓማ እዩ ተቀቢልዎም ስለዚ ሕጂ ምድሪ ሓበሻ ክንብል ከለና ጌጋ እዩ እቲ ዝተቀበሎም እቲ ንጉስ እዩ ሕጂ እቲ ንጉስ ማለት እቲ ሃገር ማለት እዩ ዝበሃል ዘረባ እውን ኣሎ ሕጂ እንታይ እዩ እቶም መራሕቲ ናይቲ ዓዲ ኣቅሽሽትን ርኡይ ተጻብኦ ኣብ ልዕሊ እዞም እንተኣሽሙ ከም ዝነበረ ኣብ ክርስትና ከእትዎም ብዙሕ ይጽዕሩ ከም ዝነበሩ ብዙሕ ድፍኢታት ይገብሩሎም ከም ዝነበሩ ይገልጽ ማለት እዩ ስለዚ እቲ ኣቀራርባ ናቱ ፍልይ ዝበለ ኮይኑ ረኪበዮ ብጣዕሚ ጽቡቅ እንተኣ ሽሙ ካልእ ኢብኒ ሂሻም እዩ ኢብኒ ሂሻም ሕጂ ሲረተ ነበውያ ዘላቶ ኢብኒ ሂሻም ኣብኡ ሕጂ ኢብኒ ሂሻም ብጣዕሚ ዓብዪ መጽሓፍ እዩ ናይ ናይ ናይ ቀርኒ ኣፍሪቃ ጥራይ ኣይኮነን ብምሉእ እዩ ብዙሕ ይጽሒፉ ኣብኡ ኣብቲ ናትና ሕጂ ካብ ዝጸሓፈሉ ሓደ ኣብ ሓሙሽተ ሚእትን ገለን ዓመተ ምህረት ማለት እዩ ኣብ የመን ሓደ ሕምያራዊ ይሁዳዊ ኣንጻር ቶም ኣብኡ ዝነበሩ ክርስትያን ግፍዕታት የካይድ ምስ ነበረ ካብቶም ግፍዕታት ዝወርዶም ዝነበሩ ሰባት ናብ ሮም ከይዶም ምስ ጠርዑ ሮም ከዓ ነዚ ናይ ሽዑ ክርስትና ተቐቢሉ ነይሩ እቲ ናይ ኣኽሱም ንግስነት ንዕኡ ወኪሉ ነቲ ኣብ የመን ክርስትያን ክስታይ ዝገብር ዘሎ ክዋግኦ እንታ ሽሙ ሂብዎ ማለት እዩ ሓላፍነት ሂብዎ ወላ ብጀላቡን ብገለመለን እውን ተሓባቢሮሞም ስለዚ ሕጂ ኣብ ገሊኡ ዕስራ ሽሕ ዝኾኑ ሰባት ይብል ኣብ ገሊኡ ሰብዓ ሽሕ ዝኾኑ ሰባት ወፊሮም ማለት እዩ ናብ ናብ የመን ከይዶም ነቲ ሕምያራዊ ዝነበረ ሽዑ ነቶም ክርስትያን ክስታይ ዘብል ነበረ ንዕኡ ኣደምሲሶም ኣብኡ ኮፍ ኢሎም ስልጣን ሒዞም ማለት እዩ ንሰብዓ ዓመታት ዝኸውን ኣብኡ ኮፍ ኢሎም በዓል ኣብርሃ ኣፅብሃ ማለት እዩ በዓል ኣብርሃ ኣፅብሃ ወይ ኣብርሃ ኣሽረም ተባሂሎም ዝፍለጡ ንሰብዓ ዓመት ንየመን ገዚኦም ማለት እዩ ካብዚ ከይዶም ካብ ምድሪ ሓበሻ ከይዶም ስለዚ እብኒ ሂሻም ብዛዕባ እዚኦም ብዝርዝር ይነግረና ካልእ ኢብን ሂሻም እንታይ ይነግረና ናይቶም ኣስሓብ ረሱል ዝመፁ ኣስማቶም ብዝሖም ብዝርዝር ይነግረና በዓል መን ከም ዝኾኑ እቶም መጀመርታ ዝተበገሱ በዓል መን ከም ዝነበሩ ድሓር ተመሊሶም ክንደይ ገይሮም ከም ዝተመለሱ እዚ ብምሉእ ይነግረና ድሓር ኣብ መንጎ ካብዚ በዓል የመን ረሱል ክበጽሑ ዝኸዱ ከም ዝነበሩ፣ ኣብ መንጎ ኣብ ባሕሪ ከም ዝተራኸቡ፣ ምስኦም ተተሓሒዞም ናብ ምድሪ ሓበሻ ከም ዝመጹ፣ ኣብቲ ካልኣይ እብሬ ማለት እዩ። ስለዚ ሕጂ ብምሉኦም ኣስማቶም ቀቢሎኦም ከይተረፈ ብምልኡ ዘርዚሩ ይነግረና። ከምኡ ጥራይ ዘይኮነ እቶም ሰብ ሓዳር ዝነበሩ እውን ፈልዩ ይነግረና። ቆልዑ ምስኦም ዝነበሩ ይነግረና። ደሓር እንታይ ይነግረና ኣብቲ ምድሪ ሓበሻ ዓሰርተ ሽዱሽተ ዓመት ገለ ገይሮም ክምለሱ ከለዉ ኣብቲ ምድሪ ሓበሻ ብሕማም ዝተፈላለየ ምክንያት ዝሞቱ ዓሰርተ ኣርባዕተ ሰባት ይነግረና ዓሰርተ ኣርባዕተ ዓሰርተ ሓሙሽተ ሰባት ይነግረና ምስ ኣስማቶም ማለት እዩ እወ ኣብ ቀረባ እዋን ብኣልጀዚራ ዝተገብረት ሓንቲ ዶክሜንተሪ ነይራ ኣብቲ ነጃሽ ተቐቢሩሉ ዝበሃል ቦታ ከይዱ ሕጂ እቲ ክስታይ ዝገብሮ ዝነበረ ኢንትሮዲስ ዝገብሮ ዝነበረ ሰብኣይ ይነግሮ ማለት እዮም ዓሰርተ ኣርባዕተ ሰባት ዝሞቱ እቲ ቀብሪ ናቶም ኣብኡ ከም ዘሎ ምስ ነጃሺ ከም ዘሎ ይሕብሮ ማለት እዩ ሕጂ እዚኣቶም እንታይ እዮም ሓሚሞም ገለ ሽዑ እዮም ሞይቶም ኣብኡ ከለዉ ብዝተፈላለየ ምክንያት ቆልዑ እውን ነይሮሞም ዝሞቱ ኣብኡ ክልተ ኣሕዋት ኣንስቲ እውን ነይረን መሓንሳብ ዝሞታ ማለት እዩ ካብተን ዝሞታ ኣንስቲ ማለት እዩ ሽዑ ካልእ ኣብቲ ምድሪ ሓበሻ ከለዉ ዝተወልዱ ነይሮም ካብኡ ማለት እዩ ሕጂ እዞም ሰሓባ እዚኣቶም እንታይ የርእየና ናይ እብኒ ሂሻም ፅሑፍ ምስቲ ኣብቲ ዝነበረ ሕብረተሰብ ዝኾነ ናይ መብስቦ ርክብ ከም ዘይገበሩ ይነግረና ማለት እዩ የርእየና ማለት እዩ በቲ ናቱ ሓበሬታ ድሓር ከም ዝተመለሱ ኣብ ክልተ እብረ ከም ዝተመለሱን ብምልኦም ከም ዝተመለሱን ከዓ ካብቲ ዝሃበና ስማት ንፈልጥ ማለት እዩ ስለዚ ካብ እብኒ ሂሻም እዚ ረኺበ ማለት እዩ። ብድሕሪኡ ዝመጽእ ናድል እዩ፣ ፍሬድሪክ ናድል። እዚ ብሪጣንያዊ እዩ። ብሪጣንያዊ እዚ እንታይ እዩ? ሓደ ዶክተር እዩ፣ ማለት ምሁር እዩ። ከምዚ ናይ ሕብረተሰባት ገለ መጽናዕቲ እዩ ዝገብር። ናይጀርያ እዩ ነይሩ፣ መጀመርታ ናይጀርያ ጽነ ድሓር ሱዳን እውን ነይሩ እዩ። ጽነ ድሓር ግን ኣብቲ ሚሊታሪ ኣውስትሪያ እዩ ተወሊዱ፣ ኣብ ኣውስትሪያ እዩ ተወሊዱ። ግን ብሪጣንያዊ እዩ ደሓር ኣብ ሱዳን ምስ መጽ ኣብቲ ሚሊተሪ ናይ ናይ ብሪጣንያ ይኣቱ ማለት እዩ ዋላ ብደረጃ መዓርግ ተዋሂብዎ ኮማንደር ይኸውን ማለት እዩ ብድሕሪኡ ኣብ ኤርትራ ምስ መጽኻ ብዛዕባ ነዛ ናይ ኤርትራ ሬስስ ኤንድ ትራይብስ ኦፍ ኤሪትሪያ ዝብል ውሩይቲ መጽሓፍ ይጽሕፍ ማለት እዩ ብዛዕባ እንዳታትን ዓሌታትን ህዝቢ ኤርትራ ይጽሕፍ ማለት እዩ ኣብኣ ሕጂ ዝረኸብኩዎ ሓበሬታ ማለት እዩ ካብታ ካብታ መጽሓፍ ሓደ እንታይ እዩ ጀበርቲ ኣብ ከበሳ ዝርከቡ ምዃኖም ይነግረና ማለት እዩ። ካልእ ኣብ ከበሳ ዝርከቡ ሙስሊሚን ጀበርቲን ሳሆን ኣዕራብን ምዃኖም ይነግረና ማለት እዩ። ሰለስተ ጉጅሌታት ጀበርትን ሳሆን ወጻእተኛታት ኣዕራብን ኢሉ ደቕርቦም ነቶም ኣዕራብ ከምኡ ኢሉ ይገልጸልና ማለት እዩ ሕጂ ካብ ጀበርቲ ዝረኸብኩዎ ሓበሬታ ኢሉ ዝዛረቦ ንሱ ጀበርቲ ኣብ ግዜ ኣሕመድ ነጃሺ ኣብ ንጉስ ኣስሓማ ከም ዘመስለሙ ይገልጹ ኢሉ ይዛረብ ማለት እዩ ካልእ ኣልቤርቶ ፖሌራ እዩ ኣልቤርቶ ፖሌራ ብጥልያን ስለ ዝኾነ ትግርኛ እየ ረኪበ እታ ናይ ትግርኛ ብ ኣባ ይስሓቅ ዝተተርጎመት ማለት እያ እዚኣ ኣባ ይስሓቅ ዝተርጎማ ደቀባት ህዝብታት ኤርትራ ኢሉ እዩ ተርጉሙዋ ነታ መጽሓፍ እዛ መጽሓፍ እዚኣ ብ ሽሕን ትሽዓተ ሚእትን ሰላሳን ሓሙሽተን እያ ተጻሒፋ ሕጂ ኣብኡ ብዙሕ እዩ ዝጽሕፍ ፖሌራ ኢንፋክት ብዙሕ እዩ ዝጽሕፍ ብዛዕባ ጀበርቲ ብጣዕሚ ብዙሕ እዩ ዝጽሕፍ ንኣብነት ነቲ ዝጸንሖ ትራዲሽን ከም ዘለዎ ይገልጸልና እዩ። ጀበርቲ ካብቶም ካብ ምድሪ ሓበሻ ዝመጹ ሰሓባ ኣብኡ ተሪፎም ዝፈረይዎም እዮም ኢሉ ጽሒፉ ኣሎ። ካልእ ብዛዕባ ጀበርቲ ነቲ ጀበርቲ ዝብል ስም ከም ናይ ክብሪ ስም ከም ዝሓዝዎ ይዛረብ። እቲ ሽም እቲ ጀበርቲ ሲ ከምዚ ናይ ክብሪ ስም ኢሉ እዩ ዝገልጾ። ብተወሳኺ ኣብቲ ስድራቤታት ናይ ጀበርቲ በሎ እንትኣሽሙ ድሕረ ባይታ ዘለዎም ምዃኖም እውን ይዛረብ እዩ። እዚ ኣልቤርቶ ፖሌራ እዩ፣ ብሰፊሑ ኣብቲ መጽሓፍ ገሊጸዮ ኣለኹ ማለት እዩ። ሕጂ ጥራይ ነቶም ጸሓፍቲ ገለ ገለ ንኹሉ እቲ መጽሓፍ ዝተጠቐምኩሉ ጸሓፊ ዘይኮነሲ ገለ ገለ ካብኣቶም እየ ክጠቅስ ማለት እዩ። ሕጂ እቲ ዝሰርሕዎ ምስቲ ጀበርቲ እንዳተኣሳሰርኩ እንታይ እዮም ጽሒፎም ብዛዕባ ጀበርቲ ትንክፍ ትንክፍ ከብሎ እየ ብኸምኡ እየ ዝኸይድ ዘለኹ ማለት እዩ። ብድሕሪኡ ትሬቫስኪስ ዝበሃል ጸሓፊ ኢና ንረክብ። እዚ ትሬቫስኪስ ኣብ ሱሳ፣ ሽሕን ትሽዓተ ሚእትን ሱሳን እዩ ጽሒፍዋ። ኣብኣ ነታ መጽሓፍ ኣብ ኤርትራ እዩ ነይሩ። እዚኣ A Colony in Transition ኢሉ እዩ ዝጽሕፋ። ካብ ዝተወሰነ መድረኽ ካብ ኣርብዓን ክልተን ሓምሳን ክልተን ኣብ ዝነበረ ግዜ ይመስለኒ A Colony in Transition ኢሉ ንዓኣ ይጽሕፍ። ሕጂ ኣብኣ ብዛዕባ ጀበርቲ ክጠቅስ ከሎ ክልተ ዓይነት ኣገላልጻ እዩ ዝጥቀም። እቲ ሓደ ፖሌራ እውን ከምኡ ዓይነት ኣገላልፃ ይጥቀም እዩ ብዛዕባ ጀበርቲ ከምዚ እንተኣሽሙ ምሽ ኣለካ ቦታ ዘይብሎም ባይታ ዘይብሎም ዓይነት ከምኡ ገይሩ እዩ ኣልቤርቶ ፖሌራ እውን ዘቕርብ ብመሬት ዝተሓድጉ በቶም ነገስታት ናይ ኣብሲንያ መሬት ዝተነፍጉ መሬት ዘይብሎም ገለ ኢሉ እዩ ኣልቤርቶ ፖሌራ ዝፅሕፍ እዚ እውን ተመሳሳሊ ጀበርቲ

እዚ ንሳቶም ዝብልዎ ዘለዉ ሕጂ ኣብኡ ከሎ ጥራይ ዘይኮነ ካልእ ጽሑፍ ከ እንታይ ይብል ኢልካ ክትሪኦ ኣለካ ማለት እዩ ካብ ምንታይ እዮም ዝብገሱ እዛ ዘረባ እዚኣ ካብ ምንታይ እያ ትብገስ እዛ ነጀበርቲ ዝተነፍጉ እዮም ወይ ኣውትካስት እዮም ገለ ዝብል መግለጺ ሲ ካብ ምንታይ እዩ ተበጊሱ መዓስ እዩ ከምኡ ኮይኑ ኢልካ ትሓስብ ን ከመይ ክስታይ ከመይ ከም ዝኾነ ክትሪኦ ትደሊ ሕጂ ንድሕሪት ምስ ተመለስካ ሓንቲ ፍጻሜ ኣላ። ኣብ መበል ዓሰርተ ሸውዓተ ክፍለ ዘበን ኣብ ሽሕን ሽዱሽተ ሚእትን ገለን ቀዳማይ ዮሃንስ ቀዳማይ ነይሩ ኣብ ጎንደር ሕጂ ጎንደር ብብዝሒ እስላም ነይሮም ሕጂ ጎንደር ክትምስረት ከላ ከም ከተማ ሰንተር ናይ ንግዲ ነይራ ዓቢ ተራ ነይርዎም ከም ንግዲ ባይዘወይ ኣብቲ ሽዑ እዋን እስላም ኣብቲ ፕሮፐር ኣቢሲኒያ ዝበሃል ኣዝዮም ብዙሓት እዮም ነይሮም ብጣዕሚ ብዙሓት እዮም ነይሮም ገለ ሰባት ርብዒ ናይ ብምሉእ ይብሎ ገለ ሰባት ፍርቂ ናይቲ ብምሉእ ይብሎ ገሊኦም እውን ኣብቲ መበል 19 ክፍለ ዘበን ኣብ ሽዑ እዋን እውን ፍርቂ ሙስሊም ነይሮም ይብሉ ሕጂ እንታይ እዩ ኮይኑ እታ ናይዞም ፖሌራን ትሬቫስኪስን ካልኦት ንዕኦም ዝደገሙ ሰባትን እዛ ንጀበርቲ ምንጣሹ ምግባር ዘረባ ካብዚኣ እያ ትመፅእ እዚ ዮሃንስ ቀዳማይ እንታይ ገይሩ ካብ ኦርቶዶክስ ክርስትያን ወጻኢ ዝኾነ ንበይኑ ፍለይዎ ኢሉ ኣዋጅ ኣውጺኡ ስለዚ ሕጂ ሴግሬጌት ገይሮሞ ማለት እዩ ከምዚ ኣፓርታይድ ዓይነት ማለት እዩ ኣብ ጎንደር እዩ ሕጂ ዝንዛረቦ ዘለና ዘረባ ሽሕን ሽዱሽተ ሚትን ስሳን ሸሞንተን ክሳብ ዝተወሰነ ግዜ ማለት እዩ ሕጂ ንእስላም ጥራይ ዘይኮኑ ፈላሻ ነይሮም ዝኾነ ካብቲ ኦርቶዶክስ ወፃኢ ሕጂ እቲ ቀንዲ ጸገም ናቱ እንታይ እዩ ኔሩ ምስቶም ጄስዊስቲስ ዝብሃሉ ካቶሊኽ ጸገም ፈጢሮምሎም ኔሮም ኣብቲ ኣብሲንያ ሕጂ ንዓኣቶም ክስታይ ንምግባር ዝተበገሰ ነቲ ካልእ ብሙሉኡ ከኣ ኣብ ከምኡ እትዮሞ ማለት እዩ እዞም በጻሕቲ ዝመጹ ብድሕሪኡ ነዛ ነገር እዚኣ ሪኦም እንታይ ገሊጾማ ሽዑ ነታ ጀበርቲ ከም ኣውትካስት ኣውትካስት ማለት ሓደ ሕብረተሰብ ኣሎ ፍጨው ማለት እዩ ዘይተደልየ ወፃኢ ካብኡ ማለት እዩ ዘይቅረብ ማለት ዘይተደልየ ማለት እዩ ነዚኣ ምስ ገለፅዋ ሕጂ እቶም ካልኦት ፀሓፍቲ ነዚኣ ወሲዶማ ግን እቲ ካልእ ብዛዕባ ጀበርቲ ዝተባህለ ኣይረኣይዎን እንታይ ኢሎም ካልኦት ፀሓፍቲ ፅሒፎም ጀበርቲ ኢሎም ኣብቲ ጎንደር ኢና ንዛረብ ዘለና እንተ እሙን ኦፊሻል እንተ ተደልዩ ካብቶም ጀበርቲ ድምረጽ ነይሩ ካብቶም ስላም ካብ ሸውዓተ ሰብ ካብ ሸውዓተ ክርስትያን ሓደ እስላማይ ይምረጽ ነይሩ እዚ ተኣማንነት ማለት እዩ ካልእ እንታይ ኢሎም ካልእ እንታይ ኢሎም እቶም ጀበርቲ ትምህርቲ ይፈትዉ ደቀም እዮም ህርዎም እቶም ክርስትያን ትምህርቲ ይፈትውን እዮም ነይሮም እቲ ክመሃር ዝደለየ ዲያቆን ክኸውን ናብ ቀሺ ንክኣቱ ብዙሕ ነገራት ፅሒፎም ብዛዕባ ብዛዕባ ብዛዕባ ናይ ጀበርቲ ሕጂ በዓል ኣልቤርቶን በዓል ፖሌራን በዓል ትሬቫስኪስን ግን ነታ እንተኣ ሽሙ ጥራይ ሒዞም ነቲ ካልእ እቲ ብዛዕባ ጀበርቲ ዝተባህለ ፖዚቲቭ ነገር ከይገለጽዎ ማለት እዩ ስለዚ ካብዚ እዩ ዝብገስ እቲ መግለፂ ናይ በዓል ፖሌራ ዋላ ብዙሓት እውን ኣብ ዝተፈላለየ እዋን ክደግምዎ ትሰምዖም ማለት እዩ ስለዚ ነቲ እንተኣ ሽሙ ዓቢጥካ ነቲ ክትጻረፈሉ ዝደልኻ ከኣ ተውጽኦ ማለት እዩ። ብድሕሪኡ ዝመጸና እዚ ስፔንሰር ትርሚንግሃም እዩ። ትርሚንግሃም ኢስላም ኢን ኢትዮጵያ እዩ ጽሒፉ ኣብ 1950 52 54 እውን ከም ብሓድሽ ተሓቲማ እያ ምስለኒ ብዛዕባ ኢስላም ኢን ኢትዮጵያ ኣዝዩ ኣስፊሑ እዩ ጽሒፉ ትርሚንግሃም ናይ ብሓቂ ብዛዕባ ሰፊሕ ጽሑፍ እዩ ኣቕሪቡ ብዛዕባ ናይ ጀበርቲ እውን ብዝተፈላለዩ መልክዑ ገሊጹ እዩ ንሱ ግን ሕጂ እንታይ እዩ ዝብል ብዛዕባ ናይ ጀበርቲ ካብቲ ምድረ ኢፋት እያ ትብገስ እዩ ዝብል እታ ሽም ኣብኡ እዩ መበገሲኣ ካብኡ ተበጊሳ ደሓር ንደቡብ ኢትዮጵያ ከይዳ ካብኡ ከዓ ናብቲ ዝተረፈ ናይ ኢትዮጵያ መፀውዒት ናይቶም እስላም ኮይና እዩ ዝብል ትሪሚንግሃም ትሪሚንግሃም ብዛዕባ በለው እውን ይዛረብ እዩ ምስ ጀበርቲ እውን የተኣሳስር እዩ ብዛዕባ ኣሕመድ ነጃሺ እውን ይዛረብ እዩ ብዛዕባ ኢማም ኣሕመድ እውን ይዛረብ እዩ ናብ ሰሜንን ጣሽሙ ምስ ከደ ብዛዕባኡ እውን ይዛረብ እዩ ትሪሚንግሃም ስለዚ ትሪሚንግሃም ብጣዕሚ ብዙሕ ነገራት ኣለዎ ፅቡቕ ነገራት ኣለዎ ሕማቕ ነገራት እውን ኣለዎ ካልእ ኡለንድሩፍ ዝበሃል ዘኢትዮጵያንስ ዝፀሓፈ ፀሓፋይ እዚ ኣብታ ዘኢትዮጵያንስ ብዙሕ እዩ ጽሒፉ ሽሕን ትሽዓተ ሚእትን ስሳን እያ ተጻሒፋ ንኣብነት ሕጂ ብዛዕባ እንታይ ይጽሕፍ ልክዕ ከምቲ ናይቶም ካልኦት ነታ ስም ናይ ጀበርቲ ካብ ኢፋት እያ ትብገስ እዩ ድብል እዚ እውን ካብኡ ተበጊሳ ድሓር ናይቶም ካልኦት ኩሎም ሽም ኮይና እዩ ድብል ምስታ ናይ ዝተሰዱ ሰሓባ የተኣሳስሩ ትብል እውን ንሱ እውን ይደግማ እዩ። እቲ እስልምንኦም ምስቶም ሰሓባ የተኣሳስርዎ እዮም ኢሉ ንሱ እውን ይደግማ እዩ። ካልእ ብዛዕባ ቢጃይ ይዛረብ እዩ ብዛዕባ ቢጃይ ይዛረብ እዩ ኢሉ እንትርፍ እንታይ ይብል እቲ ንግስነት ኣክሱም ምስ ፈረሰ ቢጃውያን ናብ ከበሳታት ኤርትራ ከም ዝደየቡ፣ ናታቶም መቓብር ብፍላይ ሓማሴን ከም ዝሓዙ ይብል፣ ካብኡ እውን ኣብ ኩሉ ከም ዝተዘርግሑ ይብል፣ መቓብር ናታቶም ከኣ ኣብ ኩሉ ከበሳ ከም ዝርከብ፣ ቀብርታት ናታቶም ማለት እዩ፣ ይገልጽ ማለት እዩ። ስለዚ እዚ ብዛዕባ ናይቶም ጸሓፍቲ እንዲ ኣነ ከመይ ገይረ እየ ተጠቒመሎም፣ እዞም ኣብ መጽሓፈይ ተጠቒሰዮም ዘለኹ መጻሕፍቲ ወይ ብሓፈሽኡ መወከሲታት ልዕሊ ሚትን ሓምሳን ዝኾኑ መወከሲታት እንዲዮም እዚኣቶም ገሊኦም ብቋንቋ ዓረብ ዝተጻሕፉ እዮም ገሊኦም ብቋንቋ እንግሊዝኛ ዝተጻሕፉ እዮም ገሊኦም ዓበይቲ መጻሕፍቲ እዮም ገሊኦም ኣርቲክላት እዮም ዝተፈላለዩ ፅሑፋት ማለት እዩ ስለዚ ሕጂ ንጀበርቲ ንበይኑ ጥራይ ክትፍትሽ ከለኻ ኣብታ መንነት ኢኻ ትሕጸር እታ መንነት እታ ጀበርቲ ትብል ጀበርቲ ኣብኣ ኢኻ ትሕጸር ሕጂ እንታይ እዩ እንታይ እዩ ገይረ ኣነ ሕጂ ብዛዕባ ጀበርቲ ክትዛረብ ከለኻ እቲ ሓንጎል ኣብ ምንታይ እዩ ዝኸይድ ኣብታ ስም እዩ ዝኸይድ ሕጂ ኣብታ ጀበርቲ ትብል ስም እዩ ዝኸይድ ኖ ኣብታ ጀበርቲ ትብል ስም ምስ ከደ ሽዑ ነቲ ሕብረተሰብ ከም ሕብረተሰብ ወዲ መን እዩ ኣይትሪኦን ኢኻ እታ ሽም ኣብ ዝመርሓትካ ትኸይድ እታ ጀበርቲ ትብል ስም ኣብዚ መርሓትካ ትኸይድ ካበይ እያ ተበጊሳ እዛ ስም ካብታ ዝተበገሰትላ እዛ ስም ካብዚኣ እዮም መጺኦም እዞም ሰባት እዚኣቶም ትብል ወይ እዛ ስም እዚኣ እንታይ እያ መበቆላ ከምዚ መበቆላ እሞ እዞም ሰባት እዚኣቶም ከምዚ እዮም ትብል ከምዚ ዓይነት ኣተሓሕዛ ጸኒሑኒ ከምኡ ተረዲኡኒ ኣነ ክጅምሮ ከለኹ እቲ ነገር ስለዚ ሕጂ እንታይ ክገብር ነይሩኒ እዚኣ ጀበርቲ መንነት ምዃና ኩላትና ንፈልጣ ኢና ስለዚ ሕጂ እታ ጀበርቲ ከም መንነት ከም ዘለዋ እቲ ሕብረተሰብ ከኣ ከም ሕብረተሰብ ጀበርትስ ወዲ መን እዩ መበቆላዊ ድሕረ ባይታ ናይ ሕብረተሰብ ጀበርቲ እያ እዛ እዛ መጽሓፍ እዚኣ ስለዚ ሕጂ መበቆላዊ ድሕረ ባይታ ናይ ሕብረተሰብ ጀበርቲ እንተ ደኣ ኮይና እዞም ጀበርቲ ዝበሃሉ ሕብረተሰብ ካበይ ዓልየት እዮም ደቂ መን እዮም ሓደ እዩ እዚ እታ ጀበርቲ ትብል መንነት ከኣ ክልተ እያ ስለዚ ክልቲኤን ክርኤን ኣለኒ ድሓር ኣበይ ላገባ ክርኤን ኣለኒ ብከምዚ እየ ሒዘ እቲ ጉዳይ ማለት እዩ ስለዚ ሕጂ ብከምዚ ስለ ዝሓዝክዎ እቲ እቲ መበቆል ናይ ሕብረተሰብ ጀበርቲ ንድሕሪት ተመሊሰ ካብቲ ክብገሰሉ ዝኽእል ግዜ ካብቲ ብዙሕ ሰብ ዝጠቕሶ ግዜ፣ ካብቲ ኣስሓበ ረሱል ናብ ምድሪ ሓበሻ ዝሃጀሩሉ ግዜ፣ ካብቲ ንጉስ ኣስሓማ ዝነበሩሉ ግዜ፣ ካብቲ ፕሮፌት መሓመድ ኣረሱል ሰለላሁ ዓለይሂ ወሰለም ብሂወቱ ኣብ ዝነበረሉ እዋን ካብኡ ክጅምር ነይሩኒ። ስለዚ ሕጂ ካብኡ እየ ጀሚረ። መዓስ ማለት እዚ ሽዱሽተ ሚእትን ዓሰርተ ኣርባዕተን ዓሰርተ ሓሙሽተን ዓመተ ምህረት ማለት እዩ። ቅድሚ ሽሕን ኣርባዕተ ሚእትን ዓመት ስለዚ ሕጂ ካብኡ ጀሚረ ነዞም ጀበርቲ ዝብሃሉ ሕብረተሰብ ወይ ነዞም ጀበርቲ ንብሃል ሕብረተሰብ ከመይ ጌርና ኢና መጺና በየን በየን እዩ መጺኡ ዝሕብረተሰብ ኢለ ፈትሸ ማለት እዩ ስለዚ ሕጂ ናይ ነዊሕ ዓመት እዩ እቲ ምፍታሽ ናይ ሽሕን ኣርባዕተ ሚትን ዓመታት እዩ ስለዚ ሕጂ ቅድሚ ሽሕን ኣርባዕተ ሚትን ዓመታት ብዛዕባ ጀበርቲ ጥራይ ንበይኑ ክትዛረብ እንተ ደኣ ኮንካ እቲ ካልእ ሕብረተሰብ ከኣ ክትሪኦ ኣለካ ምክንያቱ ካብኡ ፈሊኻ ክትሪኦ ኣይትኽእልን ኢኻ ስለዚ ቅድሚ ሽሕን ኣርባዕተ ሚትን ዓመት እዚ ከባቢ ቀይሕ ባሕሪ ከባቢና ከመይ ይመስል ነይሩ እንታይ ዓይነት ሕብረተሰባት ነይሮም እቶም ናይ ሰሓባ ምእታው ብኸመይ ገይሩ እዩ ነቲ ከባቢ ጸልይዎ ኢኻ ትርኢ ማለት እዩ ስለዚ ሕጂ ኣብቲ ሽዑ እዋን እዚ ንጉስ ኣስሓማ ፕሮባብሊ ገሊኦም ናይ መወዳእታ ንጉስ ንግስነት ኣክሱም ይብሉ ገሊኦም ከዓ ኣይኮነን ይብሉ ገሊኦም ከዓ ብመሰረቱ ዘይፈልጥዎ ማለት እዩ ከምኡ ዝበሃል ንጉስ ኣይነበረን ዝብሉ ኣለዉ ማለት እዩ ስለዚ ብዝኾነ ኣብቲ መወዳእታ እዋናት እዩ ነይሩ እዚ ንጉስ ኣስሓማ ኣብቲ መወዳእታ እዋን ንግስነት ኣኽሱም እፈርሰሉ ዝነበረት እዋን እዩ። እንታይ እዩ ንግስነት ኣኽሱም ሕጂ? ንግስነት ኣኽሱም እቲ ኣቃውማ ናይ ንግስነት ኣኽሱም ወይ እቲ ኣመሰራርታ ናይ ንግስነት ኣኽሱም ማለት እንድዩ ኣብ ናይ ፅሑፍ ኣብ ናይ ታሪክ ፅሑፋት እንታይ ኢና ንረክብ ኣብ ቀርኒ ኣፍሪቃ ጸለምቲ ሰባት ከም ዝነበሩ ቅድሚ ኣሽሓት ዓመታት ሕጂ እቲ ሕብረተሰባት ከኣ ኩሉ ግዜ ምቅያራት ከም ዝነበረ ካብ ሓደ ቦታ ዝጸንሐ ሕብረተሰብ ንሓድሕዱ ብወራር ካብ ንሓድሕዱ ንምህዳም ድዩ ንምርሓቕ ድዩ ወይ ኩነታት መነባብሮ ስለ ዘይምችእ እቲ ቦታ ድዩ ብዝተፈላለዩ ምኽንያታት ቦታ ይግዕዝ። ካልኦት መጺኦም ይሕዝዎ ነቲ ቦታ። እቶም ካልኦት መጺኦም ዝሕዝዎ ቦታ ወይ ጥርሑ ጸኒሕዎም ዝሕዝዎ ወይ ከኣ ነቶም ኣብኡ ጸኒሖምም ዝጸንሕዎም ሰባት ሰጒጎም ወይ ከኣ ምስኣቶም ተሓዋዊሶም ዝሰፍሩ ማለት እዩ። ብኸምዚ ዓይነት እቲ ሕብረተሰባት ንነዊሕ ግዜ ካብ ሓደ ሕብረተሰብ ናብ ካልእ ሕብረተሰብ እንዳተቐያየረ ክመጽእ ዝጸንሐ ቦታ ማለት እዩ። ስለዚ ሕጂ ሓደ ፍሉይ ታሪኽ እንታይ ንረክብ ኣብዚ ሕጂ ሓብሸትን ግዕዝን ዝበሃላ ክልተ ቀቢላታት ወይ ክልተ ዓሌታት ተባሂለን ዝጥቀሳ ኣለዋ ሕጂ ብዚ ታሪክ ናይዚ ከባቢ እዚ ሕጂ ዝተፈላለየ መግለፂታት እዩ ሕጂ ገሊኦም መግለፂታት እንታይ ይብሉ እቲ ሓብሸት ትበሃል ዓሌት ኣቐዲማ ዝመፀት ምናልባት እውን ብብዝሒ ዝመፀት ክትከውን ትኽእል እያ ፖሲብል እውን እቲ ሽም ሓብሸት ወይ ሓበሻ ዝብል ካብዚኣ ዝመፀ ክኸውን ይኽእል እዩ ዝብል መግለጺ ኣሎ። በቲ ካልኣይ ወገን ከኣ እታ ኣግዓዚ ትበሃል እታ ግዕዝ ትበሃል እታ ኣግዓዝያን ዝበሃሉ ዓሌት ከኣ እዚኣቶም ከኣ ኣብዚ ቦታ እዚ ምስ መጹ ናታቶም ጽልዋ ከም ዝነበሮም ብፍላይ ብፍላይ ምዞም ምዞም ምዞም ዓሌት እዚኦም ተኣሳሲሩ ዝግለጽ እንታይ እዩ ምዕባሌ ናይ ሕብረተሰብ ካብቲ ሒዞሞ ዝመፁ ካብ የመን ከም ዝመፁ እዩ ዝንገር ካብቲ ሒዞሞ ዝመፁ ሕጂ ይመፁ ክበሃል ከሎ መብዛሕቲ ግዜ እንታይ እዩ ዝረኣየካ ኩሉ ይኮነን ዝመፅእ ገለ ክፋል ካብቶም ዝመፁ ገለ ክፋል ክኾኑ ይኽእሉ እዮም ሕጂ ምስኣቶም ሒዞሞ ዝመፁ እንታይ ነይሩ ሓደ ክእለት ኣሎ ኣብቲ ዝነበርዎ ቦታ ንኣብነት ዝነበርዎ ቦታ ናይ ስልጣኔታት ቦታ እዩ ነይሩ እቲ ዳሕረዋይ እቲ ናይ መወዳእታ ስልጣኔ ተባሂሉ ዝግለጽ እቲ ናይ ሰባእ ተባሂሉ ዝግለጽ ስልጣኔ እዩ። ሕጂ ኣብቲ መወዳእታ ሓንቲ ንግስቲ ከም ዝነበረት ኣብቲ ቦታ በልቂስ ተባሂላ እያ ትጥቀስ ኣብቲ እንተኣሽሙ ሕጂ ንግስነት ሕጂ እንታይ ኢኻ ትብል ንግስቲ ሰባእ ኢኻ ትብል ኣብ ዘረባ ማለት እዩ ንግስቲ ሰባእ ማለት ናይ ሰባእ ንግስቲ ማለት እዩ። ሽም ኣይኮነን ናይ ሰባ ንግስቲ ሰባ ማለት ናይ ናይ ናይ ሰባ ንግስቲ ማለት እዩ እታ ሰብ ግን ብልቂስ ትበሃል ሕጂ እዚ ሰምሃው ኣብቲ ከባቢና ናቱ መግለጺታት ኣለዎ ማለት እዩ ብዝኾነ ሕጂ ካብቲ ኣብቲ ንግስነት እንታይ ነይሩ ሓደ ካብቲ ናይ ሰባ ስልጣኔ ናይ ጽሑፍ ስልጣኔ ነይሩ ናይ ሕርሻ ስልጣኔ ነይሩ ናይ ምምሕዳር ስልጣኔ ነይርዎ እዞም ሰባት እዚኣቶም ካብኡ ስለ ዝነበሩ ናቱ ኤክስፒርየንስ ኣለዎ ናይቲ ናይ ሕርሻ ድዩ ናይ ጽሑፍ ድዩ ናይ እንታይ እቲ ጽሑፍ ሕጂ ግዕዝ እቲ ጽሑፍ ሰባእ እዩ ዝበሃል ኣብ መጀመርትኡ እዚ ጽሑፍ እዚ እቶም ሰባእ ጥራይ ዘይኮኑ ጸኒሖም ዋላ እቶም ሒሜራውያን እውን ተጠቒሞምሉ እዮም ሒሜራውያን እውን ተጠቒሞምሉ እዮም ድሓር እዞም ግዕዝ ዓሌት እውን ይጥቀሙ እዞም ግዕዝ ዓሌት እውን ይጥቀሙ ስለ ዝነበሩ እንታይ ገይሮም ካብቲ ናይ ሰብኣ ፅሑፍ ሒዞም ምስ መፁ ኣብቲ ዝመፅዎ ቦታ ክጥቀምሉ ጀሚሮም ማለት እዩ ሕጂ ንሳቶም ክጥቀምሉ ምስ ጀመሩ ንሳቶም ጥራይ ኣይኮኑን ክጥቀምሉ ኩሉ ሰብ እዩ ክጥቀመሉ ብቲ ከባቢ እንዲማጅ ኣሎ ሕጂ ሕጂ እዞም ኣግዓ ክንዲ ምንታይ እዮም ካብ ሚእቲ ዋላ ሓንቲ ሓበሬታ የለን ግን ኣዝዮም ውሑዳት ከም ዝኾኑ ርዱእ እዩ ማለት እዩ ስለዚ ኣብኡ ዝፀንሕዎም ሕብረተሰባት ኣለዉ ኣብቲ ቦታ ንሳቶም ክመፁ ከለዉ ሕብረተሰባት ፀኒሖሞም እዮም ኣብ ገለ መፅሓፍቲ ኣዱላይትስ ዝበሃሉ ፀለምቲ ከም ዝነበሩ ካብ በዓል ኣዱሊስ ክሳብ ከበሳ ዝዝርግሑ ከም ዝነበሩ ይጥቀስ እዩ መን እዮም እዞም ኣዱላይትስ ሃብ ኖ ኣይድያ ማለት ኣሎ ከምኡ ኣብ ታሪክ ኣገው ዝበሃሉ ብሰሜን ኢትዮጵያ ዝነበሩ ኣለዉ ቢጃ ንባዕሎም ዝርግሐ ናይ ቢጃ ብዙሕ ዘይግለጸሉ ብታሪኽ ኤርትራ ዝርግሐ ናይ ቢጃ ነዊሕ ዓመታት ዝኸደ እዩ ነይሮም ስለዚ ሕጂ እዞም ሰባት እዚኣቶም ክመጹ ከለዉ ኣብቲ ዝነበረ ሕብረተሰብ ኣትዮም እዮም ኣብቲ ዝነበረ ሕብረተሰብ ኣትዮም ሕጂ እቲ ቀንዲ መምፅኢ ናይ እዞም ሰባት እዚኣቶም ከዓ ንግዳዊ መንገዲ ከም ዝነበረ እዩ ዝጥቀስ ብንግዲ ድሓርቲ ንግዲ በብቁሩብ ካብ ገማግም ባሕሪ ንውሽጢ እንዳኣተወ ናብዚ በዓል ከስከሰ ቆሓይቶ ገለ እንዳበልካ ን ን እዚኣ እንታይ እያ ትበሃል ቅድሚ ኣክሱም ኣላ ሓንቲ ናብ ሸነኽ ኤርትርያ ኮይኑ ናብቲ ትግረ ተዛራባይ ናብኡ ገጹ ዝኸደ ኮይኑ ይስማዓካ ክትሪኦ ከለኻ ካልእ ከኣ እቲ ኣብ ሻድሻይ ክፍለ ዘበን ኣብ ሻድሻይ ክፍለ ዘበን ንየመን ምስ ተገብረ ውራ ምናልባት ዝበዝሑ ሰባት ናብኡ ከይዶም ክኾኑ ይኽእሉ እዮም ሕጂ ኣብ የመን እቲ ዝተገብረ ናይ ሰብዓ ዓመት ግዝኣት ኣብኡ ተሪፎም እዮም ኩላቶም ብዙሓት ሕጂ ካብቶም ካብኦም ዝተረፉ ብዙሓት ሕጂ ኣልሓበሺ ገለመለ ዝበሃሉ ኣብ ዝተፈላለዩ ቦታታት ናይ ዓረብ ትረክብ ኢኻ እዚኣቶም ፖሲብሊ ካብቶም ሽዕኡ ንየመን ክወሩ ከይዶም ኣብ የመን ሰትል ዝገበሩ ካብኣቶም ክኾኑ ከም ዝኽእሉ ይዝረብ እዩ ንኣብነት ቢላል ቢላል ሕጂ እንታይ እዩ ዝበሃል ኣዲኡ ካብቲ ሽዑ ንየመን ዘካይድ ዝነበረ ኣኽሱማዊ ካብኡ ትውለድ እያ ኣዲኡ። ደሓር ምስ ተማረኸት ኣብቲ ምፍራስ ናቶም ምስ ተማረኸት ምስ ካልእ ከምኣ ዝተማረኸ ካልኣ ዓረብ ምስኡ ተመራዕያ ዝተወልደ እዩ። ሕጂ በዲኡ ቢላል ካብዚ እዩ ማለት ካብ ኣኽሱም እዩ ማለት ካብ ኣኽሱም ይኸውን ኣሎ ማለት እዩ። ካልኦት ቶም ሓበሻ ዝበሃሉ ግን ኖት ነሰሰርሊ ካብ ኣኽሱም ክኾኑ ብጃ ክኾኑ ይኽእሉ፣ ኑባ ክኾኑ ይኽእሉ፣ ሶማል ክኾኑ ይኽእሉ፣ ዝተፈላለዩ ክኾኑ ይኽእሉ። ምኽንያቱ እቲ ሰራዊት ኣኽቲቱ እቲ ሓይሊ ዘለዎ ካብ ዝተፈላለየ ቦታ ኣብ ትሕቲኡ ከም ኮሎኒ እዩ ዝጥቀም ነይሩ ንግስነት ኣኽሱም። ኮሎኒ እንታይ ማለት እዩ? ኣብ ሓደ ቦታ ዝተወሰኑ ሰባት ከም ሰራዊት ወይ ከም ህዝቢ የቐምጥ። ሽዑኡ ካብ ካልእ ቦታ ከኣ ግብሪ ይወስድ፣ ንኻልእ ቦታ ከኣ ገለ ዝኾነ ስራሕ ይህቦም። ኣብ ዘድልዮ እዋን ከኣ እንዳኣዘዘ እንዳበለ ዲዲ ከኣ ኣብ ዝደልዮም የዋፍሮም። እዚ ኮለኒ ይበሃል። ንኣብነት ሕጂ እንታይ ይብለካ ኣርጎባ ዝበሃሉ ሰባት ገለ ጽሑፋት ማለት እዩ ንሳቶም ንሕና ብቀይሕ ባሕሪ ጌርና ብሰሜን ኢትዮጵያ ጌርና ብበዓል ኤርትራ ጌርና ዝመጻና ኢና እዮም ዝብሉ እቲ እስልምና ናቶም እውን ልክዕ ከም ጀበርቲ ካብ ግዜ ኣረሱል ኢና ዘመስለምና ንሕና ኢና ኢንፋክት ኣብቲ ናትና ቦታ እዩ ኣስሓማን እባ ነቶም ልኡኻት ኣረሱል ተቐቢልዎ ዝብሉ እውን ኣለዉ ካብኣቶም ኣብቲ ካልእ ጽሑፋት ከዓ እዚኣቶም ኮሎኒ ናይ ንግስነት ኣክሱም ዝነበሩ ካብቲ ዝነበርዎ ቦታ ናብቲ ዳሕረ ዝሰፈርዎ ቦታ ዘግዓዞም እዮም ይብል ሕጂ እቲ ንግስነት ኣክሱም ዝጥቀመሉ ዝነበረ ኣተሓሕዛ ናይቲ ህዝቢ ማለት እንደ ኣብ ገለ እዋን እውን ሓደ ካብኣቶም ኩናት ገይሩ ምስ ቢጃ 450 ዝኾኑ ሰባት ማሪኹ ሒዝዎም ብምሉኦም ኣብ ሓደ መጠልያ ዝበሃል ፕሮባብሊ ጎንደር እዚ ቤጋ ምድር ዝበሃል ኣብኡ ከም ዘስፈሮም ደሓር እታ ቢጃ ምድር ትበሃል ካብኣ ከም ዝመጸት ካብዞም ሰባት እዚኣቶም እዞም ሰባት እዚኣቶም ቢጃውያን ምዃኖም ሕጂ ኣበይ ኣለዉ ኣምሓሩ እዮም ገለ እዮም ገለ እዮም ኣይንፈልጥን ማለት እዩ ስለዚ ሕጂ ከምኡታት ነይሩ እቲ ናይ ንግስነት ኣክሱም ስለዚ እቲ ናይ ኣግዓዝያን ዝበሃል ብዙሕ ኣብቲ ሲቪላይዜሽን እንተዘይኮይኑ ኣብ ዓልየት እብ ካብኣቶም ዝውለዱ ክህልዉ ይኽእሉ እዮም ግን ኣግዓዝያን ነይሩ ዝበሃል ዘረባ ብዙሕ እንተ ኣሽሙ ዘለዎ ኣይኮነን ስለዚ ሕጂ እቲ ናይ ጀበርቲ ኣመጻጽኣ ክትፍትሽ ከለኻ ኣስፊሕካ ትሪኦ እንዲ እቲ ዘረባ ድሓር ብድሕሪኡ ብድሕሪ ንግስነት ኣክሱም ዝረኣየካ እንታይ እዩ እቲ ምፍራስ ናይ ንግስነት ኣክሱም እዩ ዝረኣየካ ሽዑ እቲ እስልምና ዝመጽእ ዘሎ እስልምናን ምፍራስ ንግስነት ኣክሱም እውን ብሓንስ እዩ ዝኸውን ስለዚ እቲ እስልምና ይመፅእ ኣብቲ እስልምና ዝመፀሉ እዋን ግን ከምቲ ዓንቶይ ዝነገርኮ ብመሰረት ኢብኒ ሂሻም ሽዑ ደመስለመ ኣይነበረን ወላ በዓል ዩሱፍ ኣሕመድ እውን ኣብቲ ትንታኔ ናቶም እቲ ሓደ ዘመስለመ ንጉስ ኣስሓማ እዩ ኣብቲ ሽዑ እዋን ካብቶም ዝነበሩ ሓበሻ ከም ዘይመስለመ እዩ እቲ ትንታኔ ናቶም። በንጻሩ እኳ ደኣ ነቶም ሰሓባ ተጻብኦታት ይገጥሞም ከም ዝነበረ ተጻብኦታት እንተዘይገጥሞም ነይሩ ዓሰርተ ሽዱሽተ ዓመት እዮም ኮፍ ኢሎም ኣብቲ ቦታ እቲ ምተዋሰቡ እስልምና መስፋሕፍሑ ካልእ ምኾነ ግን ዝተገብረ ነገር ከም ከም ዘየለ ይግለጽ እዩ ምናልባት ኣብ ባጽዕ ኣላ ሓንቲ መስጊድ ናይ ሰሓባ ተባሂላ ትግለጽ I don't know እቶም ሰሓባ ኣበይዮም ነይሮም ብርግጽ ብዙሕ ሓበሬታ የለን ግን ገለ ክፋሎም ኣብኡ ነይሮም መስጊድ ሰሪሖም እንተኾይኖም ብከምኡ ክርአ ይከኣል ካብኡ ሓሊፉ ግን ኣብ ሓበሻ ፕሮፐር ዝኾነ ዘመስልዎ ሽዑ ኣይነበረን ስለዚ እንታይ ደኣ እዩ ኢልካ ኢኻ ትጠቅስ ነው ሻምናይ ክፍለ ዘበን እዩ እቲ ናይ እቲ ናይ ቢጃ ምስፍሕፋሕ ዝጅምር ቢጃ ከዓ እንታይ ይብለና እብንሖ ቃል እንታይ ይብለና ንቢጃ ክገልጸልና ከሎ ቢጃ ብሽም ጥራይ እዮም እስላም እብለና ሕጂ እንታይ ማለት እዩ ሕጂ ነዚ ሕጂ ገሊኦም እንታይ ኢሎም ገልፅዎ ቢጃ ክርስትያን እዮም ነይሮም ኢሎም ይዛረቡ ገሊኦም ከዓ ቢጃ ወሲናውያን እዮም ነይሮም ኢሎም ይዛረቡ እብን ሖቀል ግን እስላም እዮም ግን ብሽም ጥራይ እዮም ነይሮም እስላም እብለና ክኸውን ይኽእል እዩ ምክንያቱ እቲ እስልምና ገና ሽዕኡ ይጅምር ስለ ዝነበረ ኣፍልጦ ናይ እስልምና ንባዕሉ እውን ንጣሽሙ ይነበረን ማለት እዩ ስለዚ ብሽም ጥራይ ሰብ እስላም ክኸውን ይኽእል እዩ ምናልባት ሰብ ደይሰግድ ደይፀውም ክኸውን ይኽእል እዩ ብዛዕባ ናይ እስላም ኣፍልጦ ዋላ ሓንቲ እንዶ ዘይብሉ ክኸውን ይኽእል እዩ ወሲናዊ ተብልካዮ ወሲናዊ ክኸውን ይኽእል እዩ ክርስትያን ተብልካዮ ክርስትያን ክኸውን ይኽእል እዩ ማለት እዩ ስለዚ ከምኡ እዩ ነይሩ እቲ ቢጃ ሕጂ እቲ ቢጃ በቶም ኣኽሱማውያን ብንግስነት ኣኽሱም ካብቶም ዝውረሩ ዝነበሩ ኣንጻሮም ዝነበሩ ስለ ዝኾኑ ኣንጻር ናይዚ ኣንጻሮም ክመጽእ ከሎ እቶም ቀዳሞት ክቕበልዎ ዝኽእሉ ንሳቶም እዮም እቲ እስልምና ብጃ እዚ ሕጂ ሎጂክ እዩ ሓደ ኣንጻርካ ዝመጽእ ዘገብረካ ኩናት ዝወረካ ገለመለ ዝነበረ ካልእ እንድሕር መጽዩ ዋእ ዓርኪ ረኺበ ኢልካ ናብቲ ካልእ ኢኻ ትኣቱ ስለዚ ዲን ኣልእስላም ከምኡ ኔሩ ብቐንዱ ከኣ ንግዲ ኔሩ ብጃውያን ነጋዶ ውን ኔሮም እዮም ቃፍላያት ናይ ንግዲ የካይዱ ስለ ዝነበሩ እስልምና ከኣ ብቐንዱ ብድሕሪ ኡመውያ ኡመውያ ምስ ፈረሱ ናይ ኡመውያ ሰባት ኣብ ከባቢና ተዝርጊሖም እዮም ብድሕሪኦም ከኣ እዞም ፋጢምይን እዮም ዝመጹ እዞም ፋጢምይን ከኣ ትናቶም ስትራቴጂ ንግዲ እዩ ኔሩ ብመንገዲ ንግዲ ገይሮም እዮም ነቲ እስልምና ኣስፋሕፊሖሞ። ናይ ኣርት ምስፍሕፋሕ ኣካይዶም፣ ናይ ንግዲ ምስፍሕፋሕ ኣካይዶም። ብፍላይ ድሕሪ ሶርያ ናብ መስር ምስ ተቐየረት እንተኣሽሙ ማለት እዩ። ስለዚ ከምኡ ነይሩ ማለት እዩ። ስለዚ እቲ ናይ ጀበርቲ ኣመፃፅኣ ክትሪኦ ከለካ ካብዚታት ክትብገስ ኣለካ ካብዚታት ተበጊስካ እቶም ኣብኡ ዝነበሩ ሕብረተሰባት እቶም ኣብቲ ቢጃ ዝነበሩ ሕብረተሰባት እቶም ብደገ ዝመጹ ዝነበሩ ነጋዶ actually እቶም ነጋዶ ድዮም እቶም ኡመውያ ዝመጹ ድዮም እቶም ፋጢሚይን ዝመጹ ድዮም ገለ ድዮም ኣብቲ ሕብረተሰብ ቢጃ ወይ ኣብቲ ሕብረተሰብ ኣገው ኣትዮም ክንድምንታይ እዮም ኣዝዮም ውሑዳት እዮም ስለዚ ወይ ኣብኡ ተሰትዮም እዮም ዝተርፉ ወይ ከኣ ሓለፍቲ መንገዲ እዮም ማለት እዩ። ግን እቲ ንሳቶም ሒዞሞ ዝመጹ ኣረኪቦም ይኸዱ ማለት እዩ። ንግዲ ድዩ? ንግዲ እንድሕር ክመጹ ኮይኖም እቲ ህዝቢ ከድልዮም እዩ። ምስ መን እዮም እሞ ክነግዱ? እቲ ብኡ ዘሎ ህዝቢ እዩ ከድልዮም። ስለዚ ምስኡ ክኾኑ ኣለዎም ወይ ከኣ ሓሊፎም ክሓልፉ ኣለዎም። ብኸምኡ እዩ ዝኸይድ ነይሩ። ስለዚ ንዕኦም ትሪኦም ነቶም ኣብኡ ዝነበሩ ህዝቢ ትሪኦም እቲ መዓባብላ ናይ ኩሉ ሕብረተሰባት ሽዑ ከመይ ይኸይድ ከም ዝነበረ እንዳረኣኻ ኣበይ ኣለዉ እቶም ጀበርቲ ኢልካ ሃሰስ ትብል ማለት እዩ ማይክሮስኮፕ መ እንተ ኣሽሙ ጌርካ ሃሰስ እንዳበልካ ካብዚታት ተውጽኦም ማለት እዩ እቲ ኣቃውማ ናይቲ ሕብረተሰባት ናይቲ ኤርትራ ዝበሃል ዘሎ ሕብረተሰብ ከመይ እዩ ነይሩ መድረኽ ብመድረኽ ግዜ ብግዜ እንዳረኣኻ እቲ ሕብረተሰብ ጀበርቲ ክስታይ ተውጽኦ ማለት ስለዚ ብከምዚ እየ ሒዘዮ